ዓሰርተ ሽዱሽተ ጥቅምቲ ኣህጉራዊ መዓልቲ መግቢ መጻኢ ስደት ንቐይሮ፣ ኣብ ምርግጋጽ ውሕስነት መግብን ልምዓት ገጠርን ወፍሪ ንግበር ኣብ ትሕቲ ዝብል ቴማ ኣብ እምባ ደርሆ ንኡስ ዞባ ሰረጃ ተዘኪራ። ዳናይት ገብርሂወት ዘዳለወቶ ጸብጻብ ይስዕብ።
ኣብቲ ሚኒስተራትን ካልኦት ሰበ ስልጣን መንግስትን ግንባርን ሰብ መዚ ትካላት ውድብ ሕቡራት ሃገራት ኣብ ኤርትራ ዲፕሎማሰኛታትን ዕድመ ዝተገብረሎምን ኣብ ዝተረኽብሉ ሚኒስተር ሕርሻ ኣቶ ኣረፋይነ በርሀ ኣብ ዘስምዖ ቃል ኤርትራ ትሑዝ ዝናብ ኣብ ዝረክብ ዞባ ስለ እትርከብ ውሕስነት መኣዛዊ መግብን ልምዓት ገጠርን ንምርግጋጽ ምስራሕ ከዘንትን ምውህላል ማይን ካብቲ እቶታውነት ንምኽዕባት ልዑል ኣድህቦ እትህቦ ንጥፈታት ምዃኑ ብምጥቃስ፣ ኣብዚ መዳይ እዝን ንምውዳድ ትሕተ ቅርጽን ንዝሰላሰል ዘሎ መደባት ብዝርዝር ኣብሪሁ። ኣብ ሃገርና እቲ ቀንዲ ቁጠባና ዝኾነ ጽላት ሕርሻ ዘጋጥሞ ዘሎ ብድሆ ዋሕድማ እዩ። በዚ ምኽንያት እዩ እዚ ከኣ መንግስቲ ካብ ጽባሕ ናጽነት ጀሚሩ ገዚፍ ባጀት ብምስላዕ ዓበይቲ ማእከሎት ናእሽቱ ዲጋታትን ራህያታትን ብፍላይ ምዕቃብ ሓመድን ማይን ከኣ ብሓፈሻ ዝሃንጽን ዘካይድን ዘሎ። ገጠራዊ ትሕተ ቅርጺ መገድታት እውን እንተኾነ ብዙሕ ጸጋ ዝሓተተ ስራሕ እዩ። ሳላ እዚ ከኣ ዘይተላገበት ዓዲ ኣላ ክበሃል ኣይከኣልን። ኣገልግሎት ጥዕናን ትምህርትን እውን ሰፊሕ ዝርጋሔ ዘለዎም ኮይኖም ካብ ነፍሲ ወከፍ ዓዲ ብገምጋም ካብ ሓሙሽተ ኪሎ ሜተር ዝርሕቁ ኣይኮኑን። ኣገልግሎት መጓዓዝያ መራኸቢታት፣ ጸዓት፣ ዝስተ ጽሩይ ማይ ኣብ ዝሓለፉ ዓመታት ዝምስገን ገስጋስ ገይሮም እዮም። ብዘይካ'ዚ ኣገልግሎት መርበብ ንሓረስቶት ናይ ምኽሪ ዝህቡ ክኢላታት ቀረብ፣ ምሩጻት ኣእካልን ጥሪትን፣ ንኡስ ልቓሕን ብስፍሓትን ብዕምቆትን ብምዕባይ ኣብ መነባብሮ ህዝቢ ርኡይ እወታዊ ስምብራት ይገብሩ ኣለዉ። ብዘይካ'ዚ ሚኒስተር ኣረፋይነ ካብ ልምዳዊ ሕርሻ ኣብቲ ንመንእሰያት ዝስሕብ ብቴክኖሎጂ ዝምራሕ ዘመናዊ ሕርሻን ንምስግጋርን ተሃዳሲ ጸዓት ንምትእትታውን መንግስቲ ኤርትራ ገዚፍ ወፍሪ ይገብር ከምዘሎ እዚ ድማ መንእሰያት ኣብ ዘመናዊ ሕርሻ ክግደሱን ናብ ዋኒንን ሞያን ሕርሻ ክመጣጠሩ ድርኺት ዝፈጥር ከምዝኾነ ኣስሚሩሉ። መንግስቲ ካብቲ ሕቖ ዝሰብር ልምዳዊ ሕርሻ ናብቲ ንመንሰያት ዝስሕብ ብቴክኖሎጂ ዝምራሕ ዘመናዊ ሕርሻ ይሰጋገር ኣሎ። ብተሃዳሲ ጸዓት ውሕድ ፍቓር ጸሓያዊ ጸዓት ዝሰርሑ ሞተረ ማያት ብምትካእ ጸቕጣዊ መስኖ ኣባጋጊሱ ኣሎ። ብፕላስቲክ ዝተሸፈኑ ንሰደድ ዝዓለሙ ኩቡራት ኣሕምልትን ፍረታትን ዕምባባታትን ዘፍርዩ፣ ዘመናውያን ሕርሻታት ኣቓልቦ ተዋሂቦም ይስርሓሉ እየን። ውፅኢት ኣርባሕቲ ናይ ፀባ ከብቲ፣ ደርሆ፣ ሓሰማ፣ ንህቢ ወዘተ ብብዝሕን ዓይነትን እናሰሰነ ይኸይድ ኣሎ። ኣብ ከባቢ ዓበይቲ ዲጋታት ዘለዉ ሕርሻታት ተሪፉ ዘሎ ምፅፋፍ መስኖኣዊ ስርዓት ምስ ተዛዘመ መንእሰያት ሓረስቶት ተጠቀምቲ ክኾኑ እዮም። ካልኦት መንእሰያት እውን ኣብ ዘመናዊ ሕርሻ ክግደሱን ናብ ዋኒን ሞያን ሕርሻን ክማጣጠሩን ደሪኺ ክትፈጥር እዩ። እቲ ድሮ ተኣታትዩ ዘሎ ኣብ ምስፋሕ ዝርከብ ንኡስ ውሁድ ስድራቤታዊ መደብ እውን ድሮ ብደረጃ ስድራቤት መግብን መኣዛን ከምዘራጋገጽ ገይሩ ኣሎ። ወኪል ውድብ መግብን ሕርሻን ኣብ ኤርትራ ሚስ ቡቲላን ኣብ ዘቕረበቶ ቃል ዋና ዳይረክተር ናይቲ ውድብ ስደት ኣብ ታሪኽ ደቂ ሰብ ካብ ነዊሕ እዋን ዝነበረን ጠንቅታቱ ዝፈላለን ከምዝኾነ ጠቒሳ፣ ኣብዚ እዋን እዚ ብደረጃ ዓለም ብሰንኪ ትሑት ሕርሻዊ እቶትን ዋሕዲ መግብን ሰባት ብብዝሒ ይስደዱ ከምዘለዉ፣ ነዚ ንምግጣም ድማ ውድብ መግብን ሕርሻን ምስ ሸቶታት ዘላቒ ምዕባለ ብዝተሓሓዝ ውሕስነት መግቢ ንምርግጋፅ ኣበርቲዑ ይሰርሕ ከምዘሎ ብምሕባር፣ ንገጠራት ቀዳምነት ንዝህብ ፖሊሲ ልምዓት መንግስቲ ኤርትራ ሞጒሳ። ምንካይ ድኽነት እምነ ኹርናዕ ንምርግጋፅ ውሕስነት ምግቢ ዝበለት ኣወሃሃዲት ሰብኣዊ መደባት ሕቡራት ሃገራት ኣብ ኤርትራን ወኪል ፕሮግራም ልምዓትን ሚስ ሱዛና ሞንዲ ድማ ዓሰርተ ሸውዓተ ጥቅምቲ ኣህጉራዊ መዓልቲ ምጥፋእ ድኽነት ምስ ምዃና ምርግጋፅ ውሕስነት ምግብን ምጥፋእ ድኽነትን ተተሓሒዞም ዝኸዱ ክሳብ ክልተ ሽሕን ሰላሳን ንምንካዮም ዝስርሓሎም ዘለዉን ኣህጉራውያን ጉዳያት ምዃኖም ብምጥቃስ ነዚ ንምስማር ሽርክነታዊ ምትሕግጋዝ ሃገራት ወሳኒ ምዃኑ ሓቢራ። ኣብቲ ኣጋጣሚ ኣብ ሕርሻዊ ንጥፈታት ብኣብነት ዝጥቀስ ስራሕ ዘሰላስሉ ዘለዉ ዜጋታት ወረቕት ምስክር ተዓዲሎም። ኣብ መወዳእታ ተሳተፍቲ ንውሕስነት መግቢ ዝገልጽ ስእላዊ ምርኢትን ዝተፈላለየ ምህርቲ ሓረስቶትን ተዓዚቦም።
ኣብ ዞባ ማእከል ኣብ ዓሰርተ ሰለስተ ንኡሳን ዞባታት ከተማ ኣስመራ ናይ ስራሕ ግዜኦም ዝኣኸለ ኣመሓደርትን ኣካየድቲ ስራሕን ምምሕዳራት ከባቢ ንምትካእ ምርጫታት ይካየድ ኣሎ። ብርሃነ ዓንደ መስቀል ዘዳለዎ ጸብጻብ ስዒቡ ክቐርብ እዩ።
ብ ዓሰርተ ኣርባዕተን ዓሰርተ ሓሙሽተን ጥቅምቲ ኣብ ዕዳጋ ሓሙስ፣ ማይ ተመናይ፣ ጸጸራት፣ ፓራዲዞ፣ ሰምበል፣ ጎዳይፍ፣ ኣርባዕተ ኣስመራ፣ ገጀረት፣ ቲራቮሎ፣ ኣባሻውልን ኣኽርያን ዝተኻየደ ምርጫታት ኣብ ስራሕ ዝጸንሑ ኣመሓደርቲ ከባቢ ናይ ዘካይድዎ ንጥፈታት ጸብጻባት ኣቕሪቦምን ዘተ ተኻይድሉን። ዋና ኣካይዲ ስራሕ ምምሕዳር ዞባ ማእከል ኣቶ ዘርኢት ተወልደብርሃን ንኤሪና ኣብ ዝሃቦ ሓበሬታ፣ ኣብ ውሽጢ ከተማ ኣስመራ ዝርከባ ምምሕዳራት ከባቢ፣ ኣመሓደርትን ኣካየድቲ ስራሕን ክመርፃ እንከለዋ ኣብ ዓዲ ንፋስ፣ ድርፎ፣ ዓዲ ሰግዶን ዓዲ ኣበይቶን ብተወሳኺ ኣነባበርቲ ዓዲ ከምዝመርፁ ብምሕባር ዝምረፁ ኣመሓደርትን ኣካየድቲ ስራሕን ዝስከምዎ ረዚን ሓላፍነት ተገንዚቦም ብቕንዕናን ተወፋይነትን ከገልግሉ ተላብዩ። እቲ ቀንዲ ዕላማ እንታይ እዩ? ህዝቢ ዘመሓድርዎ ካብ ውሽጡ ይኾኑኒ እዮም ዝበሎም መሪፁ ባዕሉ ንባዕሉ ንኽመሓደር ዝዓለመ ስለ ዝኾነ እዚ ኸኣ ከም ፖሊሲ ካብ ቅድም ዋላ ቅድሚ ናጽነት እውን ክስርሓሉ ዝጸንሐ እዩ ምክንያቱ ባይቶታት ምምራጽ ድዩ ኣመሓደርቲ ምምራጽ ድዩ ካብ ግዜ ሓርነታዊ ቃልሲ ጀሚሩ ክኸይድ ዝጸንሐ ዝቕጽል ማለት እዩ መሰረት ኩሉ እቲ ዓዲ እዩ ዓዲ ከኣ ናቱ ኣናባበርቱ ኣለዎም ብቀረባ ሽግራቱ ማሕበራዊ ሽግራቱ ድዩ ቁጠባዊ ሽግራቱ ድዩ ዋላ ዝተፋላለየ ልምዓታዊ መደባት ንምስራሕ ማእቶት ንምስራሕ ጽርግያታት ንምስራሕ ኣባይቲ ንምስራሕ ቤት ትምህርትታት ንምስራሕ እቲ ህዝቢ ወዲብካ ብጋንታታት ነቲ ዘሎ ናይ ምዕቃብ ሓመድን ማይን ኣብ ምስራሕ ዓቢ ተራ እዩ ዘለዎ ካብኡ ሓሊፉ ከኣ እቶም ኣመሓደርቲ ንኹሉ እዮም ዘወሃህድዎ። ኣብነት ሰለስተ ኣርባዕተ ዓድታት በቶም ኣመሓደርቲ ይወሃሃድ። ኩሉ መደባት ናይ መንግስቲ፣ ኩሉ መደባት ናይ ማሕበር፣ ኩሉ መደባት ናይ ናይ ምምሕዳር፣ ኩሉ መደባት ናይ ግንባር ኣብኣቶም እዩ ዝወርድ። ስለዚ ናይ ብሓቂ እዚኣቶምሲ የማናይ ኢድ ናይቲ መንግስቲ እዮም'የ። ነቲ ህዝቢ ከኣ ብቐረባ ሽግራቱ ፈሊጦም ሽግራቱ መዓልታዊ ብቐረባ ዝፈትሑን እዮም። ተሳትፎ ናይ ህዝቢ ብንቕሓት እቲ ከገልግሎ ዝኽእልን ከገልግሎ ዘይኽእልን ኣለልዩ ነቶም ብቑዓት እዮም ዝብሎም እዩ ዝመርጽ ዘሎ ማለት እዩ። ኣብ ዞባ ማእከል ኣቐዲሙ ኣብ ንኡሳን ዞባታት ሰረጀቓ፣ በሪኽን ጋላ ነፍሒን ኣብ ዝተኻየደ ተመሳሳሊ ምርጫታት ተስዓ ኣመሓደርቲ ምምሕዳር ከባቢን ኣካየድቲ ስራሕን ከምኡ'ውን ሰብዓን ኣርባዕተን ደቂ ኣንስትዮ ዝርከበኦም ክልተ ሚእትን ኣርባዓን ሓሙሽተን ኣነባበርቲ ከም ተመርጹ ይዝከር። ብዘይ ተጉላብነት ከኣ እቲ ንዕኡ ከገልግሎ ዝኽእል ድሕሪ ባይትኡ መን ምዃኑ ፈሊጡ ንህዝቢ ከገልግል ዝኽእል ባዕሉ ክመርጽ ከሎ ብሓቂ ኢኻ እቲ ንቕሓት ክንድምንታይ እቲ ህዝቢ ሰሪጽሉ ከም ዘሎ ኢኻ ትግንዘብ ማለት እዩ። ህዝቢ ንገዛእ ርእሱ ኣካየድቲ ስራሕን ኣማሓደርትን መሪጹ ከካይድ ኣብዚ ዝወዓለ ሎሚ ኣዝዩ ዘሐጉሰካ ህዝቢ ብብዝሒ ዝተሳተፎ ኣካየድቱን ኣመሓደርቱን መሪጹ ኣሎ። ህዝብና ካብ ቀደም ከሚያታ ከም ልምዲ፣ ባህሊ፣ ወሲድዎ ዝጸንሐ ኮይኑ እዩ ዝስመዓኒ። ኣብ ርእሲኡ ከኣ እቲ ስርዓት ናይ ሕጂ ህዝባዊ ግንባር ከኣ ዝያዳ ሓይሊ ናይ ህዝቢ፣ ህዝቢ ከኣ ንዕኡ ዝኾኖ ኣመሓደርቱ ባዕሉ ክመርጽ፣ ባዕሉ ንባዕሉ ክመሓደር ከም ዘለዎ እዩ ዘተባብዕ። ህዝቢ ከኣ ካብዚ ተበጊሱ ጽቡቕ ኢኻ ክትብሎ ትኽእል ማለት እዩ። ምርጫ ኣመሓደርትን ኣካየድቲ ስራሕን ምምሕዳራት ከባቢ ዝመጽእ ሰንበት ዕስራን ክልተን ጥቅምቲ እውን ኣብተን ዝተረፋ ምምሕዳራት ክቕጽል ምዃኑ ካብ ምምሕዳር ዞባ ማእከል ዝተረኽበ ሓበሬታ ይጠቅስ።
ኣብ ኣጠቓቕማን ኣተዓቕባን ፀረ ባልዕ መድሃኒት ከምኡ እውን ኣብ ምሕደራ ደረቕን ፈሳስን ጉሓፍ ዘተኮረ ኣስተምህሮ ብ12 ጥቅምቲ ኣብ ከተማ መንደፈራ ተዋሂቦ። እቲ ንኣካላት ምምሕዳርን ጨናፍር ሚኒስትርታትን ዝተዋህበ ኣስተምህሮ ብሰንኪ ዘይግቡእ ኣጠቓቕማን ኣተዓዓቕባን ፀረ ባልዕ መድሃኒት ኣብ ኣከባብን ህይወትን ክመፅእ ንዝኽእል ሓደገኛ ሳዕቤናት ዘብርህ እዩ። ኣብ ጨንፈር ሚኒስትሪ ሕርሻ ዞባ ዶብ ሓላፊ ኣሃዱ ሕጋጋትን ቁፅፅርን ኣቶ ተስፋስላሰ ተስፋሚካኤል ኣብ ዝሃብዎ ሓበሬታ ፀረ ባልዕ መድሃኒታት ግቡእ ኣተኣላልያን ቁፅፅርን እንተዘይተገይሩሉ ኣከባቢ ካብ ምብካል ሓሊፉ ኣብ ደቂ ሰብ እውን ጥዕናዊ ፀገማት ከም ዘኸትል ብምሕባር ሕብረተሰብ ናይ ተጠቃምነት ዕለቶም ዝሓለፈ ፀረ ባልዕ መድሃኒታት ብዘይውሑስ መንገዲ ካብ ዝጉሕፎም ብምኽሪ ክኢላታት ሚኒስትሪ ሕርሻ ክውግኖም ኣዘኻኺሮም። ምሕደራ ደረቕን ፈሳስን ጓሓፍ እውን ግቡእ ኣቓልቦ ክግበረሉ ዘተሓሳሰበ ሓላፊ ጨንፈር ኣከባቢ ዞባ ዶብ ኣቶ ተኪኤ ተክለሚካኤል ኣብ ዘይግቡእን ብዘይፍቓድ ዝምልከቶ ኣካልን ጓሓፍ ምቅፃል ኣብ ኣከባቢ ሓደገኛ ሳዕቤናት ስለ ዘለዎ ጥንቃቐ ክግበር ከምኡውን ፍቐድኡ ዝድርበዩ ፌስታላት ኣብ ሰብን ጥሪትን ጥዕናዊ ፀገማት ስለ ዘኸትሉ ዝግበረሎም ምቁፅፃር ክሕይል ተማሕፂኑ። ተሳተፍቲ ብጊደኦም ሕፅረት ፀረ ባልዕ ንሓረስቶት ደረጅኡ ዘይሓለወ መድሃኒት ንክሽምቱ ስለ ዝደፋፍእ ጠለባቶም ዝማልኣሉ ባይታ ክፍጠር ፈቐዶ ዝድርበ ቆርበት እንስሳታት ድማ ኣከባቢ የገስርፅን ሕማቕ ሽታ ይፈጥርን ስለ ዘሎ መፍትሒ ክናደየሉ ተላብዮም። ኣብ መወዳእታ ኣመሓዳሪ ንኡስ ዞባ መንደፈራ ኣቶ ኣብርሃም ሓጎስ ፅሬት ኣከባቢ ኣብ ጥዕናዊ መዳይ ዘለዎ ጥቕሚ ልዑል ስለዝኾነ በቢምምሕዳር ከባቢ ብውህደት ክስርሓሉ መደብ ወፂኡ ከምዘሎ ገሊፆም። ኣብ ንኡስ ዞባ ኣስማጥ ብዝካየድ ስሩዕ ናይ ፅሬት ኣከባቢ ንጥፈታት ተርእዮ ተመሓላለፍቲ ሕማማት ብሓፈሻ ዓሶ ድማ ብፍላይ እናጎደለ ከምዝመፀ ተሓቢሩ። ብመሰረት ሓበሬታ ሓላፊ ማእከል ጥዕና እቲ ንኡስ ዞባ ነርስ ሙሉእ በይን፣ ኣብ ክልተ ሽሕን ዓሰርተ ሓሙሽተን ኣስታት ተስዓን ኣርባዕተን ዝነበረ ቁጽሪ ብዓሶ ዝተጠቕዑ ኣብ ክልተ ሽሕን ዓሰርተ ሽዱሽተን ናብ ሰብዓን ሸውዓተን፣ ኣብ ዝሓለፈ ትሽዓተ ኣዋርሕ ድማ ናብ ዓሰርተ ኣርባዕተ ከምዘንቆልቆለ ብሚእታዊት ክረኣ እንከሎ ኣብ ውሽጢ ክልተ ዓመታት ብሰማንያን ሓሙሽተን ሚእታዊት ከምዝነከየ ክፍለጥ ተኻኢሉ። ኣብ ክልተ ሽሕን ዓሰርተ ሓሙሽተን ክልተ ሽሕን ዓሰርተ ሽዱሽተን ንህዝቢ ዝተዓደለ ኣስታት ዓሰርተ ሽዱሽተ ሽሕ ናምስያ ከምኡውን በብእዋኑ ዝተኻየደ ጥዕናዊ ጎስጓሳት ኣብቲ ዝተመዝገበ ዓወት ዓብይ ተራ ከም ዝነበሮ ነርስ ሙሉእ በይን ብተወሳኺ ገሊፆም። ኣመሓዳሪ ንኡስ ዞባ ኣስማጥ ኣቶ ኣቡበከር መሓመድ ጅምዕ ምስ ነበርቲ ኣብ ዝገበሮ ርክብ ብምትሕብባር ሰብ ሞያ ጥዕናን ነበርትን ንዝካየድ ንጥፈታት ብምምጓስ ነብሲ ወከፍ ሰብ ምልክታት ዓሶ ምስ ዝስምዖ ብቕልጡፍ ናብ ትካላት ጥዕና ከምርሕ ኣዘኻኺሩ። ድሕሪ እዚ ሓጻር መሰጋገሪ ስዒቡ ዝቐርብ ኣህጉራዊ ዜናታት እዩ። ዝኸበርኩም ተዓዘብትና ምክትታልኩም ክትቕጽሉ ደጊመ ብኽብሪ ዕድም። ኣብ መንጎ ሰራዊት ማእከላይ መንግስቲ ዒራቕን ወተሃደራት ርእሰ ምምሕዳር ኩርዲስታንን ሓያል ውግእ ከም ዝተወልዐ ማዕከናት ዜና ኣቃሊሐን። ኣብዚ ንከተማ ኪርኩክ ንምቁጽጻር ብሰራዊት መንግስቲ ዒራቕ ከም ዝተጀመረ ዝግለጽ ዘሎ ውግእ፣ ብርክት ዝበሉ ወተሃደራት ምምሕዳር ኩርዲስታን ከም ዝተቐትሉ ዝሓበሩ ሰበስልጣን ዒራቕ፣ ወተሃደራዊ መዓስከር፣ ትካል ዕደና ነዳድን ካልእ ኣገደስቲ ቦታታትን ከም ዝሓዙ ኣረዲኦም። ሰራዊት ዒራቕ ተሪፉ ንዘሎ ከባቢታት'ታ ከተማ ኣብ ትሕቲ ቁጽጽር ንምእታው፣ ብኹሉ ሸነኻት ናይታ ከተማ ውግእ የካይድ ከም ዘሎ ሓቢሩ'ሎ። ምምሕዳር ዞባ ኩርዲስታን ዒራቕ ብወገኑ፣ ካብታ ኣብ ትሕቲኡ ዝጸንሐት ስትራተጂካዊት ከተማ ከይወጽእ ገዚፍ ሰራዊት ኣኽቲቱ ይዋጋእ ከምዘሎ ብምሕባር፣ ኣብ ልዕሊ ሰራዊት መንግስቲ ዒራቕ ሰብኣውን ንዋታውን ክሳራ ከምዘውረደ ገሊጹ። ብሰንኪ'ዚ ንዒራቕ ኣብ ውግእ ሕድሕድ ከይሸማ ተሰጊኡ ዘሎ ረጽሚ፣ ብዙሓት ዒራቓውያን ኣባይቶም ሓዲጎም ክሃድሙ ጀሚሮም ምህላዎም ተፈሊጡ። እዚ ከምዚ ኢሉ እንከሎ እቲ ውግእ ንዒራቕ ጥራይ ዘይኮነ ንጎረባብቲ ሃገራት እውን ጸጥታዊ ስግኣት ኮይኑ ከምዘሎ ናይ ቀረባ ተዓዘብቲ ሓቢሮም። ማእከላይ መንግስቲ ዒራቕ ርእሰ ምምሕዳር ኩርዲስታን ንውጽኢት ናይቲ ብ ዕስራን ሓሙሽተን መስከረም ዝተኻየደ ረፈረንደም ክስሕቦ ንዘቕረቦ ጻውዒትን ካብ ኪርኩክ ክወጽእ ንዘቐመጦ ናይ ሰለስተ መዓልታት ናይ ግዜ ገደብን መራሕቲ ኩርዳውያን ዒራቓውያን ብ ዓሰርተ ሓሙሽተ ጥቅምቲ ኣብ ዘካየድዎ ኣኼባ ከም ዝነጸግዎ ዝፍለጥዮ። ኣብ ዞባ ኩርዲስታን ናይ ዒራቕ መዓልታዊ ካብ ዝዕደን ሽዱሽተ ሚእቲ ሽሕ በርሚል ነዳዲ እቲ ክልተ ሚእቲ ሽሕ በርሚል ካብ ከተማ ኪርኩክ ዝርከብ ምዃኑ ዘመልከቱ ጸብጻባት እታ ከተማ ቁጠባዊ ኣገዳስነታ ልዑል ምዃኑ የረድኡ። ሓይልታት ጸጥታ ግብፂ ከም መልሰ ግብሪ ናይቲ ኣብ ዞባ ሲናይ ዝንቀሳቐስ ጨንፈር ዳዕሽ ብ14 ጥቅምቲ ዘካየዶ መጥቃዕቲ ብ15 ጥቅምቲ ኣብ ልዕሊ ዕላማታት እቲ ጉጅለ ብዘካየዶ መልሰ መጥቃዕቲ 24 ሽበራውያን ከም ዝቐተሉ ኣዘዝ ሰራዊት ግብፂ ሓቢሮም። ዳዕሽ ብ ዓሰርተ ኣርባዕተ ጥቅምቲ ኣብ ልዕሊ ኣብ ዞባ ሲናይ ዝርከብ መፈተሺ ነቖጣ ብዘካየዶ መጥቃዕቲ ሽዱሽተ ኣባላት ሰራዊት ግብፂ ከምዝተቐትሉ ይዝከር። መንግስቲ ግብፂ ኣብ ዞባ ሲናይ ንዝንቀሳቐስ ጨንፈር ዳዕሽ ንምድምሳስ ኣብቲ ዞባ ሰፊሕ ወተሃደራዊ ወፍሪ የካይድ ከምዘሎ ይፍለጥ።

ፕሬዝደንት ትራምፕ ነቲ ስምምዕ ኣብ ነፍሲ ወከፍ ሰለስተ ኣዋርሕ ናይ ምሕዳሱ ክታም ከምዘየንብር ዝሓለፈ ሰሙን ድሕሪ ምሕባሩ ካብ ሓያሎ ወገናት ተቓውሞ ከምዘጋጠሞ ጸብጻባት የረድኡ። ኣሜሪካ ካብቲ ኣብ ክልተ ሽሕን ዓሰርተ ሓሙሽተን ኣብ ፓሪስ ዝተበጽሐ ስምምዕ ምግታእ ክሊማዊ ለውጢ ድሕሪ ምስሓባ ካብ መሻርኽታ ዝኾና ሃገራት ከይተረፈ ተቓውሞ ከምዝገጠማ ኣይርሳዕን። እዚ ከምዚሉ እንከሎ፣ ውሳኔ ፕሬዝደንት ትራምፕ ከም ዘየሻቕላ እትገልጽ ኢራን፣ ኣብ መዳይ ምክልኻልን ሰለማዊ መዓላታትን ዝውዕል ኒዩክሌሳዊ መደባት መሊሳ ከም ትደፍኣሉ ትገልጽ ኣላ። ብዓሰርተ ሓሙሽተ ጥቅምቲ ኣብ ኦስትሪያ ኣብ ዝተኻየደ ሓፈሻዊ ምርጫ ዓቃባዊ ሰልፊ እቲ ሃገር ብምዕዋቱ ወዲ ሰላሳን ሓደን ዓመት መራሒ እቲ ሰልፊ ብዕድመ ዝነኣሰ ፕሬዚደንት ክኸውን ምዃኑ ማዕከናት ዜና ኣቃሊሐን። ኣቐዲሙ ሚኒስተር ጉዳያት ወጻኢ ኮይኑ ክዓይ ዝጸንሐ ሰባስትያን ኩርዝ ዝመርሖ ዓቃባዊ ሰልፊ ኦስትሪያ ልዕሊ ተስዓ ሚእታዊት ድምጺ ብምርካብ ልፍንታዊ መንግስቲ ክምስርት ከም ዝኾነ እዩ ዝግለጽ ዘሎ።